ሰላም ከመይ ትጸንሑ ክቡራት ተኸታተልትና፣ እዚ ባይቶና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መጺና ኣለና። እዋናዊ ዝኾኑ ዜናታትና ብእዋኑ ንኸበጽሓኩም ሓድሽ ተዝኾንኩም ሳብስክራይብ ምግባር ኣይትረስዑ ሼር ላይክ ብምግባር እውን ክተተባብዑና ብኽብረ ንዕድም። ሕወሓት ጦርነት ጀሚራ ክብል ብልፅግና ምፍላጡ። ብደቡብ ግንባር ዝተጀመረ ከቢድ ውግእ። ምዕራብ ትግራይ ንምቁፅፃር ዝግበር ዘሎ ርብርብ። ህፁፅ ሓበሬታ ካብ ትግራይን ወፍረ ነፃነት ሕሞራን። ብኣንፈት ዓፋር ዝኣተወ ሓይልን ዝውሰደሉ ዘሎ ስጉምትን። መጥቃዕቲ ሰራዊት ሱዳን ኣብ ልዕሊ ሰራዊት ኢትዮጵያ፣ ምዕጋት መርከብ ኢትዮጵያ፣ ምኽንያት ምስራዝ ጉዕዞ መቐለ ኣምባሳደር ኣሜሪካን ሒዝዎ ዝነበረ ኣጀንዳን ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና ክትከታተሉና ብኽብሮ ንዕድመኩም ሕጂ ዝተረኸበ ሰበር ዜና ከም ዝገለጾ ኣብ ዝተፈላለዩ ግንባራት ብኸቢድ ብረት ዝተሓገዘ ውግእ ይካየድ ከም ዘሎ ተሓቢሩ። ብፍላይ እቲ ብደቡብ ግንባር ብኣንፈት ክልል ኣምሓራን ክልል ዓፋርን ዝካየድ ዘሎ ውግእ ብኸቢድ ብረት ዝተሓገዘ ከም ዝኾነ ካብቶም ግንባራት ዝተረኸበ ሓበሬታ የረድእ። ብግንባር ዋጃ እውን ከቢድ ውግእ ይካየድ ከም ዘሎ ዝገለጸ ፍልፍላትና መጀመርያ እቲ ውግእ ኣብ መንጎ ፋኖን ሰራዊት ብልጽግናን እንተነበረ እኳ ሕጂ ግን ሰራዊት ትግራይ እውን ከም ዝተሓወሰ እናጸብጸበ ይርከቡ። ካብ ፍልፍላትና ዝተረኸበ ሓበሬታ ከም ዘረጋገጸ እቲ ውግእ ትማሊ ዝተጀመረ እንትኸውን ጥሙር ሓይሊ ሰራዊት ትግራይን ፋኖን ዛጊድ ብዙሓት ጣብያታት ብምቁጽጻር ዓብዪ ዓወት እናሓፈሱ ከም ዝርከቡ ተገሊጹ። ቅድም ክብል'ውን እቲ ጥሙር ሓይሊ ብዝወሰዶ መጥቃዕቲ ከተማ ቆቦ ኣብ ትሕቲ ቁፅፅር ኣትያ ምንባራ ዝገለፁ እቶም ፍልፍላት እቲ ሕጂ ዝግበር ዘሎ ዝተናበበ መጥቃዕቲ ነታ ከተማ ኣብ ቀለበት ይእትዋ ከም ዘሎን ኣብ ውሽጢ መዓልትታት ኣብ ትሕቲ ቁፅፅር ምእታዋ ከም ዘይቐርያን ተገሊፁ። ብተመሳሳሊ መንገዲ ብኣንፈት ሰቆጣ እውን ከቢድ ውግእ ይቕፅል ከም ዘሎን ሰራዊት ትግራይን ኣገው ነፃነት ግንባርን እውን ድፍዓት ይሰብሮ ከም ዘለዎ እንዳተገለፀ ይርከብ። በቲ ግንባር ተደጋጋሚ ውግኣት ክካየድ እኳ እንተፀንሐ ሕጂ ዝካየድ ዘሎ ውግእ ግን ከም ዝፍለን ብክልቲኡ ወገን ከቢድ ኪሳራ የጋጥም ከም ዘሎን ተፈሊጡ። ብመሰረት ካብቲ ግንባር ዝተረኸበ ሓበሬታ ጥሙር ሓይሊ ሰራዊት ትግራይን ኣገው ነፃነት ግንባርን ተወሳኺ ወረዳ ከምዝተቖፃፀረን ብኣሽሓት ዝቑፀሩ ኣባላት ወረርቲ ሓይልታት ከምዝማረኸን እናተፀብፀበ እንትኸውን ነጥቢ ቀየርቲ ዝኾኑ ኣፅዋራት እውን ከምዝማረኸ እዮ ዝግለፅ ዘላ። ዘንጊዑ ዝተረኸበ ሓበሬታ ከምዝገለፀ ዋና ከተማ ኣገው ዝኾነት ሰቖጣ ኣብ ፍፁም ከበባ ትኣቱ ከምዘላ ተገሊፁ። ብመሰረት እቲ ዝተረኸበ ሰበር ዜና፣ እታ ከተማ ብሰለስተ ኣንፈታት ከም ዝተኸበበትን ኣብቲ ከባቢ ዓሪዱ ነታ ከተማ ዝሕሉ ዝነበረ ወራሪ ሓይሊ ይሃድም ከም ዘሎን ተሓቢሩ። ኣገው ነጻነት ግንባር ሙሉእ ኣገው ነጻ ንምውጻእ ኣብ ኩሎም ግዝኣታት ኣገው ሓያል ርብርብ እናካየደ ከም ዝርከብ እንዳተገለጸ እንትኸውን ሕጂ ድማ እታ ዋና ከተማ ንምቁጽጻር ኣብ ሙሉእ ከበባ ይእትዋ ከም ዘሎ ተገሊጹ። እዚ ከምዚ ኢለን እናሃለወ ብልፅግና ህወሓት ጦርነት ትጅምር ኣላ ክብል ገሊፁ ኣሎ። ናይ ኣብይ ኣሕመድ ኣማኻሪ ጦርነት ዝኾነ ጀነራል ኣለምሸት ህወሓት ብኹሉ ኣንፈታት መጥቃዕቲ ንምጅማር ምድላዋት ኣወዲኣ ኣላ ክብል መግለፂ ሂቡ ኣሎ። እቲ ጀነራል መግለፂ ዝሃበ ቅድሚ እቲ ሕጂ ተጀሚሩ ዝበሃል ዘሎ ውግእ እንትኸውን ጌታቸው ረዳ እውን ሻዕብያ ንብልፅግና ካብ ስልጣኑ ክኣልዮ ዝተተሓዘ ትልሚ ኣሎ ክብል ከምዝገለፀ እንዳተሓበረ ይርከብ። ሰበስልጣን ብልፅግና ትግራይ ሓፂር መዓልትታት ተቖፃፂርና ሻዕብያ እውን ኣብ ዝሓፀረ ግዜ ክንኣልዮ ኢና ኢሎም እናፈከሩ እንተፀንሑ እኳ ሕጂ ግን ተገልቢጦም ሻዕብያ ምስ ኣብ ኢትዮጵያ ዘለዎ ሓይልታት ተናቢቡ ስርዓት ብልፅግና ንምእላይ ይሰርሕ ኣሎ ዝብል ወፍሪ ጀሚሮም ኣለዎ። ሰበስልጣን ብልፅግና እዚ ወፍሪ ዝጀመሩ ምስ ሓይልታት ፅምዶ ገጢሞም ከምዘይዕወቱ ኣብ ዕፅው ኣኼባ ድሕሪ ምግምጋም ከምዝኾነ ዝተረኸበ ምሽጥራዊ ሓበሬታ የረድእ። ኣብይ ኣሕመድ ወንበሮ ንምድሓን ኣምባሳደር ኣሜሪካ ናብ መቐለ ክልእኽ ፈተነታት እንተገበረ እኳ መራሕቲ ህወሓት ግን ሽርሒ ብልፅግናን ተልእኾ እቲ ኣምባሳደርን ኣቐዲሞም ስለ ዝተረድኦም እቲ ጉዕዞ ከም ዘይተዓወተ ይፍለጥ። ካብ ምሽጥራዊ ፍልፍላትና ዝተረኸበ ሓበሬታ ከም ዝሕብሮ እቲ ኣምባሳደር ናብ መቐለ ሒዝዎ ክጓዓዝ ሓሲቡ ዝነበረ ተልእኾታት ሙሉእ ብሙሉእ ናይ ብልፅግና ተልእኾ ከም ዝኾኑ ዝተገለፀ እንትኸውን እቲ ኣምባሳደር ኣሜሪካ ኣብ ኢትዮጵያ ናብ መቐለ ተጓዒዙ ምስ ጀነራል ወዲ ወረደን ምስ ካልኦት ነበር ሰበስልጣን ግዝያዊ ምምሕዳር ትግራይን ዝነበሮን ንምዝታይ ምስ ኣመራርሓ ሰራዊት ትግራይ ንምዝታይ ምስ ደገፍቲ ብልፅግና ዝኾኑ መንእሰይ ንምዝታይ ወዘተ ትልሚ ሒዙ ከም ዝነበረ ተገሊፁ። ዋና ዓላማ ናይቲ ተሓሲቡ ዝነበረ ጉዕዞ ድማ ምፍራስ ፅምዶ፣ ምምላስ ግዝያዊ ምምሕዳር ትግራይን ምፍራስ ሕጂ ዘሎ መንግስቲ ትግራይን ከም ዝኾነ ተፈሊጡ። ኣሜሪካ ይኹና መሻርኽታ ውዕሊ ሰላም ፕሪቶርያ ተግባራዊ ይኹን ዝብል ንዓመታት ምሕፀንታ እናቐረበ እንተፀንሐ እኳ ንብልፅግና ደጊፈን ሱቕ መሪፀን ከምዝፀንሓ ይፍለጥ። ሕጂ መንግስቲ ትግራይ ምስ ተመለሰን ስርዓት ብልፅግና ስልጣኑ ኣብ ሓደጋ ምስ ወደቐን ግን ሕጂ ዘሎ መንግስቲ ትግራይ ይፍረስ እሞ ግዝያዊ ምምሕዳር ምስ ተመለሰ ውዕሊ ሰላም ፕሪቶርያ ተግባራዊ ክኸውን መደራደሪ ሓሳብ ሒዞም ምምፃኦም ተቐባልነት ከምዘይብሉን ንሳቶም ዝጭነቑ ዘለዉን ህዝቢ ትግራይ እንተይኮነስ ንስልጣን ኣብይ ኣሕመድ ከም ዝኾነን ምሁራት ይገልጹ። ስለዚ ድማ ኣምባሳደር ኣሜሪካ ሒዝዎም ናብ ትግራይ ክጓዓዝ ዝሓሰበ ሓሳባት ተቐባልነት የብሎምን ጥራሕ እንተይኮነስ ናብ ትግራይ ንኸምርሕ እውን ብወገን መንግስቲ ትግራይ ድሌት ከም ዘየለን መንግስቲ ትግራይ እቲ ኣምባሳደር ናብ ትግራይ ኣብ ዝገብሮ ጉዕዞ መንግስቲ ትግራይ ናይ ፀፅታዊ ጉዳያት ሓላፍነት ኣይወስድን ብምባሉ ምኽንያት እቲ ጉዕዞ ከምዝተሰረዘ እንተፈሊጡ ኣሎ። ስለዚ ድማ ብልፅግና ብኣምባሳደር ኣሜሪካ ተጠቒሙ ግዜ ንምግዛኣ ንህዝቢ ትግራይ ኣብ ፅንተት ንኽነብር ዘውፅኦ ናይ መወዳእታ ትልሚ እውን ከምዝፈሸለ ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ኣብ ምዕራብ ትግራይ እውን ውግእ ከምዝተጀመረ ተፈሊጡ። ፍልፍላት ከምዝሓበርዎ ብኣንፈት ሱዳን ከቢድ ውግእ ይቕፅል ከምዘሎ ተገሊፁ። ሰራዊት ህፁፅ ደገፍ ወሃቢ ሓይሊ ሱዳን ይፈርስ ከምዘሎን ናብ ጎረባብቲ ሃገራት ይሃድም ከምዘሎ እንዳተጸብጸበ ዝርከብ እንትኸውን ካብቶም ፍልጣት ጀነራላት ዓማጺ ሓይሊ ሱዳን ሓደ ድማ ንሃገራዊ ሰራዊት ሱዳን ኢዱ ከምዝሃበ ሕጂ ዝተረኸበ ሰበር ዜና ይገልጽ። ጀነራላት ሰራዊት ህጹጽ ደገፍ ወሃቢ ሓይሊ ሱዳን ኣብ ዝተፈላለየ እዋናት ምስ ሙሉእ ሰራዊቶም ንሃገራዊ ሰራዊት ሱዳን ኢዶም እናሃቡ ምጽንሖም ዝፍለጥ እንትኸውን እቲ ሕጂ ምስ ሙሉእ ሰራዊቱ ኢዱ ዝሃበ ጀነራል እቲ ዓማጺ ሓይሊ እውን ኣብ ውሽጢ ሱዳን ስለዝተሰዓረ ናብ ጎረባብቲ ሃገራት ክሃድም ትፅቢት እናተገበረ እንተነበረ እኳ እቲ ጀነራል ግን ኢዶ ምሃብ ከምዝመረፀ እንዳተፀብፀበ ይርከብ። ብጀነራል ኣልብርሃን ዝምራሕ ሰራዊት ሱዳን ሙሉእ ሱዳን እናተቆፃፀረ እንትኸውን ደቡብ ምዕራብ ትግራይ ዝነበረ ወራሪ ሓይሊ እውን ምስ ሰራዊት ትግራይ ኮይኑ ክፅረግ እናገበሮ ከምዝኾነ ተሓቢሩ። ኣርሚ ሰብዓ ካብ ሸረሪና ክሳብ ሰቲት ሑሞራ መብረቓዊ ስርሒታት እናካየደት እትርከብ እንትኸውን ሕጂ ግን ካብ ሰራዊት ሱዳን ሓገዝ ትረክብ ከምዘላ ካብቲ ግንባር ዝተረኸበ ሓበሬታ የረድእ። እቲ ዝካየድ ዘሎ መጥቃዕቲ መስመር ሱዳን ሙሉእ ብሙሉእ ንምኽፋት ከምዝኾነን ወረርቲ ሓይልታት እውን መኽዚን ኣፅዋሮም ሓዲጎም ይሃድሙ ከምዘለዉን ዝተረኸበ ሓበሬታ የረድእ። ብፍላይ ኣርመ ሰብዓ እተካይዶ ዘላ ስርሒት ወረርቲ ሓይልታት ክከላኸሉ ከም ዘይከኣሉ ንዓመታት ዓሪዶምሉ ዝነበሩ ድፍዓት ሓዲጎም ይሃድሙ ከም ዘለዉ እንዳተጸብጸበ ይርከብ። እዚ ከምዚ ኢለ እናሃለወ ብልጽግና መካናይዝድ ሓይሉ ናብ ኤርትራ ከም ዘጸገዐ ተሓቢሩ። ብልጽግና መካናይዝድ ሓይሉ ናብ ዶብ ኤርትራ ዘጸገዐ ብኣንፈት ዓፋርን ምዕራብ ትግራይን ከምዝኾነ ሕጂ ካብቶም ግንባራት ዝተረኸበ ሰበር ዜና ይገልጽ። ስርዓት ብልጽግና ምስ ትግራይ ንዝግበር ጦርነት ህዝቢ ኢትዮጵያ ብሞራል ኣይሕግዝን ኢሉ ስለዝሓሰበ በሪ ባሕረ ክትምልስ ተላዓል ብዝብል ሽፋን ህዝቢ ኢትዮጵያ ኣብ ጎኒ ክስለፍ ንምግባር ይሰርሕ ከምዘሎ እንዳተጸብጸበ ይርከብ። ንዚ ስዒቡ ድማ ኣብ ልዕሊ ትግራይን ኣብ ልዕሊ ኤርትራን ብተመሳሳሊ ግዜ መጥቃዕቲ ክፍጸም ከም ዝኽእል ሊቃውንቲ ፖለቲካ እናገለጹ ይርከቡ። ብልጽግና ሕጂ ዝገብሮ ዘሎ ናብ ዶብ ኤርትራ መካናይዝድ ሓይሉ ናይ ምጽጋዕ ምንቅስቓስ ኣካል እቲ ትልሚ ክኸውን ከም ዝኽእል እንዳተገለጸ ይርከብ። ብልጽግና ኤርትራ ንፋኖን ህወሓትን ንካልኦት ኣብ ውሽጢ ኢትዮጵያ ዘለዋ ሓይልታትን እናሓገዘት ካብ ስልጣነይ ንምእላይ ትሰርሕ'ላ ዝብል ክሲ ብተደጋጋሚ ክቐርብ እንተጸንሐ እኳ ኤርትራ ብወገና ኣብ ውሽጣዊ ጉዳይ ኢትዮጵያ ኢደይ እተኾን ክትብል እናፍለጠት ትርከብ። እዚ ከምዚ ኢለ እናሃለወ ንኸባቢ ኣርባዕተ ወርሒ ተዓጊታ ዝነበረት መርከብ ኢትዮጵያ ከም ዝተለቐቐት ተሓቢሩ። እታ መርከብ ካብ ሕቡራት ዓረብ ኤሚሬት ጽዒና ናብ ኢትዮጵያ ኣብ ተምርሐሉ እዋን ኣሜሪካን እስራኤልን ኣብ ልዕሊ ኢራን መጥቃዕቲ ምጅማረን ስዒቡ ዝተዓገተት እንትትኸውን፣ ዕስራን ሓደን ሰራሕተኛታት እታ መርከብ ኣብታ መርከብ ኮይኖም ንኣርባዕተ ወርሒ ድሕሪ ምጽናሕ ሕጂ ተፈቓይድሎም ናብ ኢትዮጵያ ተምርሕ ከምዘላ ተሓቢሩ። መርከብ ካልኦት ሃገራት ምስ ኢራን ዲፕሎማሲ ብምፍጣር ዝተለቐቓ እንትኾና፣ ኢትዮጵያ ግን ምስ ሕቡራት ዓረብ ኢምሬት ብምውጋና እታ መርከብ ክሳብ ሕጂ ተዓጊታ ከምዝጸንሐት ዝተረኸበ ሓበሬታ የረድእ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልዊ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም